ሰላም ክቡራት ተኸታተልቲ፣ ንሎሚ ኢሞሽናል ኢንተለጀንስ ማለት ስምዒታዊ ብልሒ ካብ እትብል መጽሓፍ ብዳንኤል ጎልማን ዝተጻሕፈት ንኢሞሽናል ኢንተለጀንስና ንኽንዕብዮ ዝሕግዙና ኣገደስቲ ነጥብታት ሒዘልኩም ቀሪበ ኣለኹ። ምክታልኩም ይዕድም። ትፈልጡ ዶ ክንዕወት ወይ ዘይክንዕወት 80 ሚእታዊት ኣብ ኢሞሽናል ኢንተለጀንስ ዒስራ ሚእታዊት ከኣ ኣብ ኣይኮ ከም ዝምርኮስ ቅድሚ ናብቲ ሕሶይ ምሕላፈይ እስከ መጀመርያ ኢሞሽን እንታይ ማለት እዩ ኢሞሽናል ኢንተልጀንስ ክንብል ከሎናኸ እንታይ ማለት እዩ ንርኣ ኢሞሽን ማለት ደቂ ሰባት ብዘጋጥሞም ፍጻሚ ወይ ከዓ ኩነት ዝህብዎ ግብረ መልሲ እዩ ንኣብነት ሓደ ሰብ ጥዑም ብስራት እንተ ኣበሲርካ ትሕጎስ እንተ ሕማቕ ዜና ነጊርካ ከዓ ትጉሂ ስለዚ ብሰንኪ እዚ ኩነት ዝፍጠር ዘሎ ስምዒት ከም ሓጎስ፣ ሓዘን፣ ባህጊ፣ ፍርሒ፣ ኢሞሽን ይበሃሉ። ኢሞሽናል ኢንተለጀንስ ማለት ከኣ ሓደ ክእለት ኮይኑ በዚ ክእለት እዚ ተሓጊዝና ንናይ ገዛእ ርእስናን ካልኦትን ኢሞሽን ክንርዳእ እንከለናን በቲ ዝተረዳእናዮ መሰረት ከኣ ግብረ መልሲ ክንህብ እንከለናን እዩ። እስከ ነዞም ዝስዕቡ ኢሞሽናል ኢንተለጀንስና ንክነዕብዮ ዝሕግዙና ሓሙሽተ ነጥብታት ንርኣዮም። ዋን ሰልፍ ኣዌርነስ ኣብዚ ሎሚ እዋን ዳርጋ መብዛሕትና ኣብ ከባቢና ካብ ዝካየዱ ንጥፈታት ብዘይ ምስትውዓል ኣብ ናይ ገዛእ ርእስና ዓለም ጥሒልና ንርከብ። ሰልፍ ኣዌርነስ ክንብል እንከለና ንገዛእ ርእስና ምፍላጥን ንስምዒታትናን ባህርያትናን ምዕዛብን ከምኡ እውን እንታይ ንሓስብ ኣለና ሓሲብና ንወስዶም ዘለና ስጉምቲ ኣብ ከባቢና እንታይ ዓይነት ፅልዋ የምፅኡ ኣለዉ ክንርእን ክንዕዘብን እንከልናን እዩ። ኢሞሽንና ማለት ስምዒትና ዳርጋ ኩሉ ግዜ ሓደ ዓይነት ኣይኮነን። እንተ ነቃልብ ኮይና፣ ሎሚ ብዝኾነ ምኽንያት እንተ ተሓጒስና፣ እዚ ሓጎስ እዚ ንዝተወሰነ ግዜ እዩ። ልክዕ እንተ ሓዚንና እውን እዚ ሓዘን እዚ እውን ንግዚኡ እዩ። ስለዝኾነ ከኣ እዩ ንኢሞሽንና ክንቆጻጸሮ እንተ ኮይና ኣብ ዝኾነ እዋን እንታይ ይስምዓና ኣሎ ብግቡእ ክንፈልጥ ዘለና። ንኣብነት እንተ ሕርቃን ይስምዓና ኣሎ እሞ ከኣ ንሓርቕ ከም ዘለና ይርድኣና እንተ ሃልዩ ነዚ ሰልፍ ኣዌርነስ ክንብሎ ንኽእል። ኣብ ከምዚ እዋን ሽዑ ንሽዑ ዝኾነ ስጉምቲ ክንወስድ የብልናን። ብዝተኻእለ መጠን ንዝተወሰነ ደቓይቕ ህድእ ንበል። ከምዚ እንተደኣ ጌርና ንሕርቃንና ክንቆጻጸሮ ኣይክጽግመናን እዩ። ሰልፍ ኣዌር ዝኾኑ ሰባት እንታይ ይስምዖም ኣሎ ጽቡቕ ጌሮም እዮም ዝፈልጡ። ንዝስምዖም ዘሎ ስምዒት እውን ክቕይርዎ ይፍትኑ። ቱ ማኔጂንግ ኢሞሽንስ ደቂ ሰባት ከም ሰባት መጠን ስምዒታውያን ክንከውን ንቡር እዩ። ግና ኣብዚ ክንስሕቶ ዘይብልና እዞም ስምዒታት ክቆጻጸሩና የብሎምን። ብኣንጻሩ ንሕና ከነመሓድሮም እዩ ዘለና። እስከ ከም ኣብነት ብዛዕባ ጓሂ ንርእ። ጓሂ ሰብ ኮይኑ ዘይጉሂ የለን። እዚ ስምዒት እዚ ጌጋ ኣይኮነን። ሰባት ስለ ዝኾንና ከም ሰባት መጠን ሕማቕ ክስምዓና ግድን እዩ። ኣብዚ ግን ክንስሖ ተዘይብልና ነዚ ስምዒት እዚ ብኸመይ ነመሓድሮ ክንሓስብ ኣለና። ዳርጋ መብዛሕትና እነዘውትሮ ሕማቕ ኣብ ዝስምዓና እዋን ንስምዒትና ዘጋድዱ ናይ ሓዘን ደርፍታት ክንሰምዕ ኢና ንርእ። ዳንኤል ጎልማን ኣብ ጽሑፉ ኣብ ግዜ ጓሂኻ ናይ ጓሂ ደርፊ ምስማዕ፣ ንጓሂኻ መመሊሶም ከም ዘጋድድዎ ይገልጽ። ኣብ ከምዚ እዋን ኣብ ሊፍቲንግ ቴክኒክስ ንኽንጥቀም ይገልጽ። ኣብ ሊፍቲንግ ቴክኒክስ ንብሎም ከም ተስፋን ሞራልን ዝህቡ ሙዚቃ ምስማዕ፣ ዎክ ምግባር፣ ኣካላዊ ምንቅስቓስ ምዝውታር ወይ ከኣ ጌም ምጽዋት እዮም። ስሪ፣ ሞቲቨይት ዋን ሰልፍ ኣብ ጉዕዞ ህይወት ክንዕወት ወይ ከኣ ክንወድቅ ግድን እዩ። ኣብዚ ግን እቲ ጸገም ክንወድቅ ከለና እዩ። እንተ ወዲቕና ንገዛእ ርእስና ተስፋን ሞራልን ብምስናቕ ጉዕዞና ክንቅጽል እዩ ዘለና። ምኽንያቱ ሆፕ ማለት ተስፋ፣ ንቕድሚት ንኽንስጉም እትሕግዘና ቀንዲ ኣገዳሲት ነገር እያ። ኣብ ጕዕዞ ህይወት፣ ተስፋ ኣዝዩ ኣገዳሲ እዩ። እዚ ኽንብል እንከለና ግን ኣብ ነብስና ኽንኣምን ኣለና። ኣብ ከባቢና እንተ ተዓዚብና፣ ብዙሓት ሰባት ንዘጋጠሞም ሽግር መፍትሒ ኽናድዩ ንርኢ ኢና። እዚ ኸኣ ኣብ ገዛእ ርእሶም ስለ ዝኣምኑን ብተስፋ ስለ ዝጓዓዙን እዮም። ፎር ሪኮግናይዚንግ ኢሞሽንስ ኢን ኣዘርስ። እንተደኣ ንሕና ከም ሰባት መጠን ንኢሞሽንና ማለት ንስምዒትና ብግቡእ ክንፈልጥ ክኢልና ኣብ ከባቢና ዘለዉ ሰባት እንታይ ይስምዖም ኣሎ ክንፈልጥ ዘጸግመና ኣይኮነን። ደጋ መብዛሕትኡ ሰብ ስምዒቱ ብቃል ክገልጽ የጸግሞ እዩ። ስለ ዝኾነ ሰባት እንታይ ይስምዖም ኣሎ ክንፈልጥ እንተኾይንና እቲ ሰብ እንታይ ይገልጸልና ኣሎ ዘይኮና ክንርኢ ዘለና ብኸመይ ይገልጸልና ኣሎ ዝያዳ ክንዕዘብ እዩ ዘለና። ምኽንያቱ ሓደ ሰብ እንታይ ይስምዖ ኣሎ፣ ካብ ብቨርባል ኣክሽን ማለት ካብ ብዘረባ ዝያዳ ብናን ቨርባል ኣክሽን ማለት ብኣቃውምኡ፣ ኣጠማምትኡ፣ ምንቅስቓስ ኣካላቱ ክገልጽ ስለ ዝቆሎ። 5 ሃንድሊንግ ሪሌሽንሽፕስ ሪሌሽንሽፕ ማለት ዝምድናታት ቀጻልነት ንክህልዎም እትሕግዘና ሓንቲ ቀንዲ ኣገዳሲት ዝኾነት ሜላ ኣላ። ንሳ ከኣ ኢምፓቲ ትበሃል። ኢምፓቲ ክንብል እንከለና ንሕና ከም ሰባት ንሓደ ሰብ ጽን ኢልና ክንሰምዖን ንነብስና ኣብ ቦትኡ ብምቕማጥ፣ እቲ ሰብ ዝስምዖ ዘሎ ስምዒት ናይ ብሓቂ ክርድኣናን ክስምዓናን እንከሎ እዩ። ከምዚ ምስ እንገብር፣ ኣብ ዙርያና ዘለዉ ሰባት ጽቡቕ ስለ ዝስምዖም፣ ዝምድናታትና ኣዝዩ ይድልድልን ቀጻልነት ይህልዎን። ዝኸበርኩም ተኸታተልቲ፣ ኣብዛ ቻነል ሓደስቲ እንተድኣ ኴንኩም፣ እሞ ኸኣ እዛ ቪድዮ መሃሪት ኮይና እንተድኣ ረኺብኩማ፣ ሳብስክራይብ ምግባር ኣይትሕመቑ። ስለቲ ምክትታልኩም ብልቢ እንዳ ኣመስገንኩ፣ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ፣ ሰላም ጽንሑ።